ሰላም ጥዕና ሃበለይ ከመይ ጸንሑ ክቡራት ተመልከቲ ተለቪዥን ድምፂ ወያነ ትግራይ ነዚ ዕለት ዝበልናዮም ዜናታት ሒዝናልኩም ቀሪብና ኣለና። ጅግና ሰራዊት ትግራይ ሓለዋ ንድሕንነትን ህዝቢ ከተማ ላሊበላ ዝለዓለ ሓላፍነት ወሲዱ እናተንቀሳቐሰ ከም ዝርከብ ወታደራዊ ኮማንድ ሰራዊት ትግራይ ኣፍሊጡ። ላሊበላ ኣብ ከርሳ ብዙሕ ቅርስታት ዘለዋን ብትካል ሳይንስን ትምህርትን ውድብ ሕቡራት ሃገራት ማለት እውን ዩኔስኮ ከም ቅርሲ ወዲ ሰብ ዝተመዝገበት ከተማ ምዃና ጅግና ሓይልታት ምክልኻል ትግራይ ይፈልጥ እዩ ዝበለ ወታደራዊ ኮማንድ ሰራዊት ትግራይ ጅግና ሰራዊትና ላሊበላ እንትኣቱ ይኹን ምስ ኣተወ ኣብዛ ጥንታዊት ከተማ ዘሎ ቅርስታት ሓደጋ ከይበፅሖ ብዝለዓለ ሓላፍነት ሙሉእ ጥንቃቐ ገይሩ እዩ ክብል ገሊፁ ኣሎ። ሰራዊት ትግራይ ኣብ ቀፃሊ ድማ ሓለዋን ድሕንነትን ህዝቢ ከተማ ላሊበላ ሓላፍነት ክወስድ ይግበር ከምዘሎ ወታደራዊ ኮማንድ ሰራዊት ትግራይ ኣብ ዝሃቦ መተሓሳሰቢ ሓቢሩ'ሎ። ህልውና ህዝቢ ኣምሓራ ንምድሓን እናተብሃለ ብሓሶት ፕሮፖጋንዳ ፋሽስት ኣብይ ኣሕመድን መሻርኽቱን እናተቐበለ ናብ ግንባራት ዝኸትት ዘሎ መንእሰይ ምልሻታትን ፍሉይ ሓይሊ ክልል ኣምሓራን ብዘይምንም ቅድመ ኩነት ውቅዒት ሓየት ሰራዊት ትግራይ ተረዲኦም ንሰራዊት ትግራይ ኢዶም ብምሃብ ህይወቶም ከድሕኑ ከም ዝግባእ ተሓቢሩሎም ወኪልና ተወልደ ብርሃን ተወሳኺ ዝርዝር ከም ዝስዕብ ከቕርበልና እዩ። ብወፍሪ ኣዴታት ትግራይ ዝተሰየመ ፍሉይ በርቃዊ መጥቃዕቲ ሓይልት ሰራዊት ትግራይ ኣብ ዝኣተወሎም ዓውደ ውግኣት ብዝለዓለ ተወፋይነትን ጸብለልታን ሰራዊት ፋሽስት ኣብይን ተስፋፋት ሓይልታት ትምክሕቲ ገዝኣት ኣምሓራን ንሞት ይዳርግ፣ የቑስልን ይማርኽን ኣሎ። ካብቶም ብኣማኢት ኣሽሓት ዝቑጸሩ ሙሩኻት ሰራዊት ፋሽስት ኣብይን ተስፋፋት ሓይልታት ትምክሕቲ ገዝኣት ኣምሓራን የኣባይ ብርጌድ ኣንደኛ ሻለቃ ኣራተኛ ሻምበል፣

የህልውና ጉዳይ የሚባለው እኔ ካየሁት ጋር በጣም ተቃራኒ ነው የሆነብኝ እስኪ ሰከን ባለ አእምሮ ራሱን ወጣቱ ራሱን ቢያስብና ቢመረምር የተሻለ ነው ብዬ አስባለሁ። ሰራዊት ትግራይ ኣብ ዝሓለፈሎም ከባብታት ክልል ኣምሓራ ብነበርቲ እቲ ክልል ሰፊሕ ቅቡልነት እናረኸበ ይመፅእ ከምዘሎን ህዝባውነቱ እውን ልክዕ ከምቲ ፀላእቲ ዝብልዎ ዘይኮነስ ስነስርዓቱ ዝሓለወ ሰራዊት ከምዝኾነ እዩ ዝግለፅ ዘሎ።

ሓይሊ ሰራዊት ትግራይ ኣብ ዝተፈላለዩ ወረዳታት ክልል ኣምሓራ ምእንተ ህዝቢ ትግራይ ኣንፃር ሰራዊት ፋሽስት ኣብይን ተስፋፍሐት ሓይልታት ትምክሕቲ ገዝኣት ኣምሓራን ኣብ ዝገብሮ ዘሎ መሪር ቃልሲ ብፍላይ ድማ ዘለናሉ ወቕቲ ክረምቲ ምስ ምዃኑ ተኣሳሲሩ ናይ ተፈጥሮ ፀገማት ማለት ውን ዝናብ፣ ናይ መሬት ኣፀጋምነትን፣ ካብ ሽንጥሮታትን ጎቦታትን እናተወናጨፈ ለይትን ቀትርን ጻምን ጥሜትን ቁርን ተጻዊኡ ከም እናዓረረ ጸኒዑ ኣብ ሓጺር ደቓይቕ ድፋዓት እናፍረሰ ጠላቱ እናሓምሸሸን እናማረኸን ብዝለዓለ ተወፋይነትን ጸብለልታን ድሙቕ ዓወታትን እናሓፈሰ ንቕድሚት'ዩ ዘመርሽ ዘሎ። ሃለዋትናን ድሕንነትናን ኣብ ግልጽና! ትግራይ ትስዕር መሊኣ ውን ክትስዕር እያ! ወኪል ድምፂ ወያነ ትግራይ ካብ ክልል ኣምሓራ ወዛንጎት ኣብ ከተማ ኣሁን ትግኝ ተወልደብርሃን ሰሎሞን። ኣብዚ ዋና ውይይት ተፅዕኖ እዩ ነይሩ እዚ ግን ካብ መጠን ንላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ኢና ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ ታሪክ ሰሪሖም ክምለሱ ከለው ካብ መጠን ንላዕሊ እዩ ተሓጒስና።
ፈርስት ናይት ማሊእ ነይሩ ትወደኢለ ዓወት ኢለዮ ኣብ ትግራይና
ክልተ ሰለስተ ግዘ ሲዕርናዮም ብቀፃሉ ንክስዕሮም ኢና ኩሉ ግዘ ከዓ ትግራዋይነት ናተኩልዕ እዩ ክነብ
ናይ ቁፅሪ ልዕልነት ናይ ተኹሲ ልዕልነት ዝነበሮ ጸላኢ እዩ ክንድምስስ ኢልና ተበጊስና ስለ ኣይኮነን ሃዲሙ ሰራዊት ተዋጊኡ ስዒርዎ ብጅግንነት እውን በሊጹ
እዞም ዝጨፍጨፉና ከም ወታደር ነ እቲ ሓይሎም ተዘይደምሲስናዮም ሓራ ከም ዘይንወፅእ ስለ ዝፈልጥ ምስ ህልኹ ኢድ ንምሃብ እንኮ እዮም ዕድል ዘይትንኮ እዮም ዝብሉ ከም ወታደራት ኢድ ኢድ ንክተውፅኡ በጢሱ በጢሱ ይሓርጉ
እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና ጽብቕቲ ትግራይ ክትኾን እዩ ዝድሊ
ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ።
ካብ ቴሌቭዥን ድምፂ ወያነ ትግራይ ዜናታትና ሕዚ እናቐፀሉ እዮም። ኣብ ትግራይ ተኸሲቱ ዘሎ ሓደጋ ጥሜት ንምውጋድ ኹሎም መንገድታት ብምጥቃም ሰብኣዊ ሓገዝ ንምብፃሕ ዘገልግሉ ኮሪደራት ብምኽፋትን ሓገዝ ናብ ተጠቀምቲ ብህፁፅ ንኽባፃሕ መንግስቲ ትግራይ ፀዊዑ ኣሎ። መንግስቲ ትግራይ ትማሊ ኣብ ዝዘርገሖ ዓበይቲ ፍፃመታትን ምዕባለታትን ዝሕብር ሓዱሽ ሰሙናዊ ሕታም ኣብዚ ሐዚ እዋን ከም መቐፀልታ ወፍሪ ምፅናት ህዝቢ ትግራይ ፋሽሽቲ ኣብይ ኣሕመድ ኣብ ትግራይ ኩሎም ኣገደስቲ ህዝባዊ ግልጋሎት ክቋረፁ ስለዝገበረ እቲ ዝፀንሐ ሰብኣዊ ቅልውላው ኣብ ዝኸፍአ ደረጃ ከምዝበፅሐን ልዕሊ ሽዱሽተ ነጥቢ ሰለስተ ሚልዮን ወገናት ድማ ህጹጽ ሓገዝ ከም ዘድልዮምን ኣፍሊጡ ኣሎ። እቲ ተኸሲቱ ዘሎ ሓደጋ ጥሜት ንምውጋድ ድማ ኹሎም መንገድታት ብምጥቃምን ሰብኣዊ ሓገዝ ንምብጻሕ ዘገልግሉ ኮሪደራት ብምኽፋትን ሓገዝ ናብ ተጠቀምቲ ብህጹጽ ንኽባጻሕ መንግስቲ ትግራይ ጻውዒት ኣቕሪቡ ኣሎ። ብዘይካ'ዚ እቲ ሰሙናዊ ሕታም ኣብዚ ሕዚ ሰዓት ልዕሊ ፍርቂ ሚልዮን ወገናት ኣብ ጫፍ ጥሜት ከም ዝርከቡ፣ መንግስትን ትካላት ረድኤትን ድማ ነቲ ሓደጋ ንምውጋድ እናተረባረቡ ከም ዝኾኑን ዛጊድ ብዝተገበረ ውሱን ዳህሳስ ድማ ሓሙሽተ ሰባት ብጥሜት ከም ዝሞቱን ኣመልኪቱ ኣሎ። ብተወሳኺ እቲ ሕታም ፋሽሽት ኣብይ ኣሕመድ፣ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ሓይልታት ትምክሕቲ ክልል ኣምሓራን ሰማንያ ሚኢታዊ ቁጠባ ትግራይ ንዝሽፍን ሕርሻዊ ማእቶት፣ ሃፍተ እንስሳ፣ ናውቲ ሕርሻን እኽልን ጎዳጉዲ ማይን ኮነ ኢሎም ከም ዘዕነዉን ከም ዝዘመቱን እዚ ድማ ህዝቢ ትግራይ ናይ ምፅናት እከይ ተግባሮም መርኣያ ከም ዝኾነን ኣገንዚቡ ኣሎ። ኣብዚ ሕዚ እዋን ትካል ተራድኦ ንዓለም ለኸ ልምዓት ኣሜሪካ ማለት እውን ዩኤስኤይድን ፕሮግራም ምግቢ ዓለም ማለት እውን ደብሊው ኤፍፕን ንትግራይ እቶም ኣውራ ገበርቲ ሰናይ ትካላት ከም ዝኾኑን ዩኤስኤይድ ኣርባዕተ ነጥቢ ሓሙሽተ ሚልዮን ደብሊው ኤፍፕ ድማ ሓደ ነጥቢ ሽዱሽተ ሚልዮን ወገናት እናሓገዙ ከም ዝርከቡን እቲ ፀብፃብ ኣፍሊጡ ኣሎ። ብኻልእ ወገን ፋሽስት ኣብይ ኣሕመድ ኣብቲ ዝሓለፈ ወርሒ ሓምለ ረድኤት ፅዒነን ናብ ትግራይ የምርሓ ኣብ ልዕሊ ዝነበራ መኻይን ኣብ ክልል ዓፋር ከባቢ ሰርዶ መጥቃዕቲ ከም ዝፈፀመ መንግስቲ ትግራይ ኣፍሊጡ ኣሎ። ፋሽስት ኣብይን መላፍንቱ ዝኾኑ ሓይልታት ትምክሕቲ ኣምሓራን ሰራዊት ትግራይ ኣብ ልዕሊ ተን ረድኤት ዝፀዓና መኻይን መጥቃዕቲ ፈፂሙ እዩ ዝብል ናይ ሕሶት ኽስን ፀለመን ከም ዘናፈሱን እቲ ሓቂ ግና እቲ ጥቕዓት ብፋሽሽት ኣብይን መሻርኽቱን ዝኾኑ ዕጡቓትን ከም ዝተፈፀመ ሓዱሽ ሰሙናዊ ሕታም መንግስቲ ትግራይ ዕላዊ ገይሩ ኣሎ። ብተወሳኺ ሰራዊት ትግራይ ኣብ ልዕሊ ሰራሕቲ ሰብኣዊ ሓገዝ ዕንቅፋት ናይ ምፍፃም ሕሉፍ ታሪኽ ከም ዘይብሉን ንድሕንነት ሰራሕተኛታት ረድኤት ድማ ከም ዝግደስን ኣብቲ ብቕድሚ ትማሊ ዘውፀኦ ሕታም ኣረጋጊፁ ኣሎ። እዚ ከምዚ ኢሉ እናሃለወ ፋሽሽት ኣብይ ኣብ ትግራይ ሙሉእ ንሙሉእ ግልጋሎት መራኸቢ ሓይሊ ኤሌክትሪክን መጓዓዝያን ከምኡ እውን ባንኪ፣ ነዳድን መጓዓዝያ ሰብኣዊ ሓገዝን ካብ ዝቋረፅ ብዙሓት ሰሙናት ከም ዘቑፀረን እዚ ድማ ኣብ ትግራይ ንስራሕቲ ሰብኣዊ ሓገዝ ሓዊሱ ኣብ ዝግበሩ ዝተፈላለዩ ንጥፈታት ዓብዪ ማሕለኻ ከም ዝፈጠረ ዝሓበረ እቲ ሓዱሽ ሰሙናዊ ሕታም ፋሽሽት ኣብዪ ዘቋርፆም ግልጓሎታት እንተደኣ ዘይጀሚሩ ሰራዊት ትግራይ ወፍርታቱ ከም ዝቕፅል ኣመላኺቱ ኣሎ። እቲ ሕታም ኣብ ትካላት ጥዕና ትግራይ ብዛዕባ ዝወረደ ዕንወታት፣

ብቕልፅምና ፈፀምና ዘይጠወ ዘይጥወ ብሓይሊ መንገዲ እንትሕግም ኣብ ነሰግሮ ብብልሓት ነሰግሮ ብዓቕሊ ኣብ መወዳእታ ብሓይልታት ትምክሕቲ ክልል ኣምሓራን መላፍንቶምን ናብ ሩባ ተከዘ ተደርብዩ ፀለል ኢሉ ዝተረኣየ ክልተ ተወሳኺ ሬሳ ከም ዝተረኸበ ተሓቢሩ ሬሳ እዞም ወገናት ሓቢጡን ሕብሩ ሃሲሱን ከም ዝተረኽበን ኣብቲ ቅድሚ ሕዚ ግዳያት ተመሳሳሊ ሓደጋ ዝኾኑ ብዙሓት ተጋሩ ዝተቐበርሉ ወደልሒሩ ዝተባሃለ ቖሸት ሓመደ ድበ ክለብስ ከም ዝተገበረን ኣይሪሽ ኤግዛማይነር ዝተባሃለ ጋዜጣ ኣየርላንድ ሓቢሩ ኣሎ። ዛጊድ ድማ ብሓይልታት ትምክሕቲ ክልል ኣምሓራ ኣብ ከተማ ሕሞራን ከባቢኡን ብሕሱም ጭካነ ዝተቐተሉ ኣካላቶም ዝተቖራረፀን ምስ ህይወቶም እናሃለዉ ኢዶምን እግሮምን ክሮንክሪት ተኣሲሮም ናብ ሩባ ተከዘ ናይ ዝተደርበዩ ልዕሊ ሓምሳ ዝኾኑ ተጋሩ ሬሳታት ኣብ ሩባ ተከዘ ፀለሊውሉ ከምዝተርኣየ ተፈሊጡ ኣሎ። እምበኣርከስ ዝኸበርኩም ተመልከትቲ ተለቪዥን ድምፂ ወያነ ትግራይ ዕለታዊ ዜናታትና እውን ኣብዚ ዛዚምና ኣለና። ስለ ምክትታልኩም ኣመስጊንና ክንፍለየኩም ሃለዋትናን ድሕንነትናን ብቕልፅምና። ትግራይ ትስዕር! ሰላም!